ሰላም ሰላም ሰላም ናይ ቻናሌ ተኸታተልቲ ሃመይ እነኹም ደሕና ድኹም? ኣነ ሰላም ኣምላኽ ይመስገን። ከምቲ ኣነ ሰላም እነኹ ሰላም ክትኾኑ ናይ ኩሉ ግዜ ምኞቴ ጸሎተ እዩ። ክቡራት ናይ ቻናሌ ተኸታተልቲ ሃመይ እነኹም ደሕና ድኹም? በብዘላኽምዎ ሰላምኩም ብዝሕ ትረፍ ይበለለይ ነበርኩ ማለት እዩ። ሎማዓንቲ ያው ብፍለይ ዝበለ መፀእነኹና ሼር ሼር ብምግባር ናብ ኩሉን ክባፃሕ ናይ መንግስቲ እየ በሃሊ ማለት እዩ። ያው መንግስቲ ደኳ እንሄና ኮይና ግን ናይ መንግስቲ እየ በሃሊ ለነ ክባፃሕ በቃ ያው ምስ ዓበይቲ ሚድያ እውን ንዘዋወር ለና ብብቓዕ ምናምን ቻናል እየ ኣነ ታይ ናተይ ቻናል ታይ ናተይ ቻናል ንእሽተይ ደኾነ ናተይ ቻናል ታይ ታክረኤ ነውሮት መን ክሰምዐን ነውር ተይበል ናይ ስኹልና ላትቃረና ሸር ብልብል ኸኣልና እዩ ሸር ተንብሎ ፅቡቕ ኢና ሎማዕንቲ ለምፀኒ ብጣዕሚ ልገርም ና ቤተሰብ ለይኮንኩም ድማ ሰብስክራይብ ክወር ቤተሰብ ድማ ኣንቡ ልሙድ ሼር ላይክ ናገርኩም ማለት እዩ ንኩሉ ንክባፃሕ ተሓወርኒ ማለት እዩ ኩራቴ ሎማዕንቲ ኣዚ ከምዚ ቪድዮ ንረአናዮ ናይ ስድራ ስዋኣት ብጣዕሚ ብጣዕሚ ለሕዝነካ ማለት እዩ ኣእምሮኻ ኩላይ ነኸእካ ምንባር ኩላይ ለፅለአካ ማለት እዩ ልንሆ ኩነታት ማለት እዩ ንስድራ ስዋኣት ለይትኾን ትግራይ ስታይኣሞ ታይኣ ትኾን እዩ ኣሕናሲ ነደ ስውእ ለይትኾን ትግራይ ንሰበይቲ ስውእ ለይትኾን ትግራይ ንውላድ ስውእ ለይትኾን ትግራይ ስተያ ንምንታይ ዶም ተቓልሶ ንምንታይ ዶም ክብሩ መስዋእቲ ከፍሎም ኣበይ ነኹም ባ ሰው ወንበር ኣበይ ነኹም ባ መንግስቴና ሃልቲ ኣቱም ህዝቢ እስቲ ሕማቕ እስቲ እስቲ ሕማቕ ዓይኒ ይርእኹም እስኪ ይረዩ ይርእኹም እስቲ ኣብ ምንታይ እየን እነብር ኣለዋ እዘን ወለዲ ማለት እዩ እስኪ ይርእኹም ብዝሐ ሰዓት ኣብ ቆርቆሮ ግድግዳኡ ብላዕሊ ብጎኒ ብቆርቆሮ ብትሬላ ተሓፀረሲ ብዙ ሙቐት ዝሓስዎ ንክልተ ዓመት ኣብዚ ምቕማጥ ማለት ብሂወት ምህላየን እውንስ ግርም እዩ ዝብለካ ማለት እዩ ንዚአን እኳ ንዚአን ምዃን ትስእኑ ነደ ስውእ ንሰበይቲ ስውእ ምዃን ትስእኑ ንኻሊእ ይትረፍ ሊአን ዝኾን ገዛ ሊአን ዝኾን ቦታ ትስእኑ ኣተን ርጉማት ማለት እዩ እሶም ምለ ብፀቕልኹም ሰላም እሶም ምለ ብፀቕልኹም ራህዋ ንወንበር ትጎዩ ንወንበር ንወንበር ውልኹም ንሰ ንሰኹምላ ተባእስኹም ትውዕሉ ማለት እዩ እቲ ክቡር ደሞም ክቡር መስዋእቲ ከፍሎም ለምፀእዎ ሰላም ማለት እዩ እዚ ኮፍ ኢልኩም ካዚ ብሰላም ንፁህ ኣየር ትተንፍሱ ኣለኹሞ ንፁህ ኣክስጅን ትስሕቡ ኣለኹሞ ብንኣቶም ደም ብንኣቶም መስዋእቲ ዝመፀ ሰላም ማለት እዩ። ብእውነት ሃም ለማዕንቲ ሓዝና ይፈልጥ ማለት እዩ። ሰብኣያ ሓንሲ ብሰብኣያ ኣሰዋእሲ ኣብዚ ቦታ እዚ ይግብኣላ ወዳ ሰዋእሲ ኣብዚ ቦታ እዚ ይግብኣላ ሓዋ ሰዋእሲ ኣብዚ ቦታ እዚ ይግብኣላ ግን ትግራይ ግን ሓቂ እኮ እዩ ብእውነት ከመይ ዓይነት ከመይ ዓይነት መንግስቲ ንገሩና እንታይ ዓይነት መንግስቲ ትኾን እላ?

ለትስድራ ስውእ ለይትኾን ትግራይሲ ልማንም ሃም ኣነ ምንም ለይገበረላ ዓዲ እኒሀኒ ትኾነኒ ኣብ ልኻላዊ እምነታይ ማለት ብጣዕሚ ይኸቢድ ማለት እዩ። ምክንያቱም ላረእናየን እዩ ስድራ ስውኣት ላረእናዮም ኢና ስድራ ስውኣት ዘይግብኦም እዩ። ስድራ ስውኣት ካልእ እንክብካቤ ካልእ ምሕብሓብ ልግብኦም ነብሩ። ኣሪዶ መፅለሊ ገዛ ይኾነ ብብወርሑ ተቆራጭ ገንዘብ ይግበረሉ ምሕና ንፈልጥ ብቀደም ማለት እዩ ሕዚ ግን ቃሪዶ ብወርሒ ተቆራጭ ክግበረሎም ቃሪዶ ገንዘብ ክዋውሲ መደቀሲ ስእኖ መፅለሊ እኳ ንስእኖም ስበየ በረኻው ሃምቲ ትርለኽሙ ሃምዚ ኣብ መጀመርያ ቪድዮ ቁራፅ ቪድዮ ለረኽኩም እዩ ማለት እዩ ብጣዕሚ ለሕዝነካ ኣሶም እንታይ ይውዕሉ ኣብ ወንበር ኣነ ኣነ ወንበር ክሕዝ ኣነ ወንበር ክሕዝ ላተውኣስ ይውዕሉ ማለት እዩ ንህዝቢ ምንም ንህዝቢ ምንም ሓሳብ ጭንቀት ለይብሎም ንወንበሮም ጥራሕ በልዕቲ ካብዳማት ማለት እዩ ሆዳማት ሆዳማት ካብኡ ለልሲ ሃምዝሲ ልጦርነት ሲ ይገፋፉ መን ጦርነት ክኣትየልኩም ሕዚ ባ መን እዩ ጠበንጃ ሕዚ ክታኸሰልኹም ሕዚ መን እዩ ናብ ጦርነት ክኣትየልኩም ኣዝራ ህዝቢ ትግራይ መንእሰይ ትግራይ ነቑሑ እኮ እዩ ከዚ ምክንያቱም ቀደሙን መንትሕና ክቡር መስዋእቶም ዝኸፈሉ ምንም ንኣቶም ስድራ ምንም ክብሪ ለየግንዩ ምንም ነገር ቆራሕ ብሎም ራእይ ለየግንዩ ሲ ተጋደልትና ግብኦም እግረም ስእኖም ግብኦም ዓይነም ስእኖም ግብኦም ብዙሕ ነገር ኢዶም ስእኖም መሐከም ስእኖም በየ ኣደባባዩ ኡይላውላ በኸዩሲ ዳግማይ ኩናት ሞፁስ ማንም እዩ ማንም እዩ ድሰዱ ሊኣት የብልኹም ሊኣት የሎም ማለት እዩ ሕዚ ሲ ኣንጠልጥልካ ንኦም ማለት እዩ ኣንጠልጥልካ ልኦም ልበልዕ ምሃብ ኣንዞልኩም ብሂወት ኣይትተርፉ ዋይ ኖሩ ግን ሰላ ጀጋን መንእሰይ ትግራይ ማለት እዩ ንባዕሎም ሂወቶም ገብሮም ለኣኹም ደቂ ሰማንያ ደቂ ተስዓ ሂወትኩም ላድሐንልኹም በየሽንጥሮ በየበረኻ ላሸኩዑ ንባዕሎም ቀድሞኹም ላኾኑ

ኧረ ንእሽተይ ይሕሰቡ፣ ኧረ ንእሽተይ ይሕሰቡ። ብጣዕሚ የሕዝን፣ ብጣዕሚ እየን ልሕዝናኻ ማለት እዩ ኩራተይ። ቢያንስ ስተለ ሓገዝና እየን ሸርሸር ላገበርና ናብ ልምልከቶ ኣካል ተበፅሐን ላገበርና ብብቃዕምና በቃ ናተይ ቻናል ንእሽተይ እዩ፣ ናተይ ቻናል ተመልካቲ የብሉ። ኣነ ተናግረ ታይ ታይ ከስምዕ ነብረ ኣነ ተናግረ መን ክርእየን ነውሩ መን ክሰምዐን ነውሩ ኣይንበል ማለት እዩ። ምክንያቱም በቃ ብብቃዕምና ተጠራና ሲ ምንም ለይስምዖ ነገር የለ ማለት ኩላትና ሸር ላገበርና ብብቃዕምና ከምዚ ብቪድዮ ይኹን ትሰርሐ ነገር ሸር ላገበርና ዱት ላገበርና ላይክ ናገበርና ናብ ኩሉን ክባፃሕ ስራ ዓበይቲ ሚድያ ሸር ላውልዎ ውዕሎም እዮም ከዚ እና ካባታቶም ላተቃበልና ሸር ተንብሎ ቢያን ሰማዕ ተግለና ማለት እዩ ብተስፋ ልሰምዑ ዶ እኳ ኮይኖም ጦርነት ካብ ዝቋረፅ እኮ እንግዲህ ክልተ ሰለስተ ዓመቱ ገብሩ ኣሎ ሓሱ ክልተ ዓመት ኣብዚ ቦታ እዚ ምቕማጥ ማለት ኣሪዶ ኣብዚ ቦታ እዚ ኣይኮነይ ኣብ ጥዕ ዓዲ እኳ ብሙቐት ሰዓት ሃመይ ትንፋስ ከም ዝሓጭረካ ንፈልጦ ኢና ኩላትና ማለት እዩ ቆርቆሮ ብልሓት ዘይፍለጥ ቆርቆሮ ብ ላሜራ ብዚ ብዚ ተዓፀየ ሲ ብጣዕሚ እየን ዘሕዝና እዚ ይግበአን እዩ ነውር ደኣታተን ማርያምን እዚ ይግበአን እዩ ነውር በእውነት ልአንስ ካልእ ካልእ እዩ ዝግበአን ነውሩ ደቀን ኣሽኡነን ኣሕዋተን ገብረን ማለት እዩ ህይወቶም ዝገበሩ ምእንተ ሰላም፣ ምእንተ ራህዋ፣ ምእንተ ደቆም ብሰላም ክነብሩ ይመስለኒ ግን ረእይዎ ድሕሪ ኣቦኦም ድሕሪ ኣሹኡነን ከመይ ዓይነት ኑሮ ነብርለያ እግዚኣብሔር ያርኩም ማለት እዩ። እዚ ምትገበን ላተተን እዚ ግበን ንብሩ ብጣዕሚ ለሕዝን ብጣዕሚ ለሕዝነካ ማለት እዩ እውነት በቃ ኮይኑዎም ሲ ዝኾነ ይኹን ፀገም መፆስ እቲ ሶም ዝሓለፍሉ ነገር እቲ ሶም

እቲ ብቋዕሚ ሕግዞም ናደገ ሰብ እዩ ግንኩ ብመንግስቲ ሓገዝ ይኹን ደገፍ ይኹን ብመንግስቲ ክግበረሎም ልግባእ ንምንታይ ብመንግስቲ ኣካልከ ደገፍ ይኹን ሓገዝ ለይግበረሎም ንምንታይ እንክብካበ ለይግበረሎም

ዝሰርሑ ደቁ ከባፅሕ ነብሩ ዝሰርሑ ክራይ ገዛ ተካርዩ ከንብራ ነብሩ ዝሰርሑ ለድልያ ነገር ከምፀላ ነብሩ እንተስ ምንዋለ ውዕሉዱ እንተስ ላብ ልኾነ ይኹን ከይዱ እንተስ ካፍትሉ ካፍትሉ ዝሰርሑ ደቁ ክዕቢ ዝሰርሑ ደማ ኣብ ፅቡቕ ገዛ ተካርዩ ከንብራ ነብሩ። ትረድእኹም ኣለኹም ብጣዕሚ ልሕዝን ብእውነት ብጣዕሚ ልሕዝን ንመን እወይ ክበሃል ንመን እየ ክጥራሕ ንመን እወይ በቃ ልመን ኢና ንጠርዕ ሲ ኣነ ግራ ይገውኒ እዛ ትግራይስ ናይ እያ ትኸላ እዛ ትግራይ ሲ እንታይ ዓይነት ትግራይ እያ ልቐፃልስ እንታይ ዓይነት ትግራይ እየና ንርእየ ኣናቲ ሓሳብ ኮይኑ ማለት እዩ ንስድራ ስውእ ለይትኾን ትግራይ ሲ ንማንም እያ ዘይትኾን ንማንም እያ ተስፋ ዘይብላ ማለት እዩ ንማንም እዮም መራሕቶም ዘ ተስፋ ዘይብሎም ንወንበሮም ጥራሕ እዚ ሕዝናዮ ናሕና እዚ ዳርኤና ኢና ንፀልእ ኣለናዮም ዘይኮናት ነገራት ልናገር ኣለናዮም እዚ ስለረና ኢና ድሕሪ ጦርነት ሲነቕሑ ኩሉ መንእሰይ ነቕሑ ኩልና ብእውነት ምንም ዘይንፈልጥ ሙማል ኣበልናዮም ንዑናራሲ ድሕሪ ጦርነት ኢና ኣዛ ካብዳማት ምዃኖም ዝረእናዮም ማለት እዩ ድሕሪ እዚ ነገር እዚ እና ብጣዕሚ ደሕዝን በእውነት ኣነ ካብዚ ብላዕሊ ምንም ምንጋር ኣይኽእል እዩ ብቻ እግዚኣብሔር ኣምላክ ይርዳይና ክል ኸእል ያው ኩልና ንለ ብቃዕምና ሸር ላገበርና ይኹን ላሓገዝና ንተሓባበር ክል እየ ልደሊ ማለት እዩ ክብራተይ ኣብዚ ሕልኹም ናይ ልምዕንቲ ቪድዮ ማለት እዩ ብቀፃለ ቪድዮ እስካብ ንራኸብ ሰሰናይ ለዋኹ ብዝክ ዛነወተኩም እና ላይክ ሸር ምግባር ኣይትሕመቑ ሰሰናይ ኩራተይ